ሰላም ከመይ ትውዕሉ ይሕዋት ንሎሚ ዕልቲ ከዓኒ ዴክ ስክሪነር እየ ሒዘልኩም ቀሪበ ዘለኹ ከም ትሪእዎ ዘለኹም ኣብ ዌብሳይት ዴክ ስክሪነር እየ ዘለኹ ከመይ ጌርና ንጥቀመሉ መሰረታዊ ክሪኦኩም እየ ቤዝ ማለት እዩ ዕምቕ ኢለ እኳ ኣይኮንኩን ግን ጫፍጫፉ ግዜ ክንዘና ስለ ዝኽእል ከምዚ ትሪኦ ዘለኹም ዴክ ስክሪነር ዝኾነ ሓደስቲ ሰነት እዮም ላውንች ዝኾኑ እዮም ዘርእየና ዋላ እውን ናይ ቀደም ከርእየና ክእል እዩ ግን ብብዝሕ ኣብ ሓደስቲ ክሳይ ዘተኩን ዘተኩር ናይ ዝተፈላለዩ ቸይንስ ማለት እዩ ናይ በዓል ሶላና ኣቭላንች ኮይንቤዝ ዝተፈላለዩ ማለት እዩ ቢኤስሲ ኣርቢትሮም ፖሊጎን ትሪኦም ኣለኹም ኣብዚ ብላስት እጅን ኣለኩም ኣብዚ ንኣብነት ናይ ብላስት እዚኦም ሕጂ ኣብ ብላስት ላውንች ዝኾኑ እዮም ዝተፈላለዩ እዮም ያ እዚ ናሃለኩም ኣብዚ ንኣብነት ዝተፈላለዩ እዚኣ ኮለን ቅነ ክሪኣ ቀኒየ እዛ ጆይስ ኣብ ካልእ እያ ክሪኣ ቀኒየ ግን ኣብዚ ኮይረኽባን ህሊንያ ናሃለኩም ኣብዚ ሓድሽ ዝይካ ሲዩንግ ተፈላለየ ማለት እዩ ሕጂ ግን እቲ ቀሊል ናይ ምን ክንርኢና ናይ ሶላና ክንርኢና ሶላና ኣብይ ዕሙር ዝኾነ እንታይ ሽሙ ዘሎ ዕዳጋ ኣብ ሶላና ኣሂና ናይ ሶላና ተኩንስና ክንድለ ማለት እዩ

ማርኬት ካፕ ካብ ዝናሃለኩም ሕጂ ንኣብነት ያ ሓደስቲ ከይትኾና ወላ እውን ኣብዚ ክትረኽብዎ ትኽእሉ ኢኹም ኣብዚ ትውቅ ተቢልኩም ኣብ ሰርች ባትን ኣብ ዝተፈላለዩ ኣለኩም ንኣብነት ኮዳማ ኮዳማ እንታይ ኣይደነው ክንሪኦ ኢና መዓስ ኢላውንች ኮይኑ ክንሪኦ ኢና ትሬንዲንግ ስለ ዘሎ ግን ኣብኡ መፅዩ እዚ ሕጅስ ካሚ ትሪእዎ ኣለኹም ቅድሚ ዓሰርተ ሸውዓተ ደቂቕ ተሰሪሓ እዛ ሳንቲም ሓዳስ ማለት እዩ ትሪእዎ ኣለኹም እዚ ኩሉ ቀይሕ ኣብዚ ዘሎ ስካመርስ እዮም እዚኦም ሰሪሖማ ግን ከዓ ሸይጦማ ቀልጢፎም ስካመርስ እዮም እዚኣ ንኣብነት የርእየኩም ግን ግብፃ ማለት ኣይኮነን እንታይ ብዙሕ ስካም እዩ ዘሎ ነቲ ኢንፎርሜሽን ከመይ ጌርና ሼር ንብሎ እቲ ተገድስ ከመይ ኢልና ንፈልጥ ኩሉ ግዜ ክንገዝእ ማለት ኣይኮነን ኣብዚ ናሃለኩም ሕጂ ፖርትፎሊዮ እንትናሃለካ ማልቲ ቻርትስ ብዙሕ ቻርትስ ክትገብር ደሊኻ ብዙሕ ክትርኢ ማለት እዩ ወይ ንኣብነት ተፈላለያ ሳምቲንግ ክትርኢ ደሊኻ እዩ ኒው ፔርስ ጌነርስ ን ሎዘርስ ዝኸሰቡን ዝኸሰሩን ማለት እዩ እንጂ ግን ኣብዚ ኒው ፔርስ ነተኩር ዊሽ ሊስት ብዝናሃለኩም እንጂ ንኣብነት ያ ሓንቲ ኮለን ቅነ ካብ ሰማይ ናብ ምድሪ ወዲቓ ምባል ቀልል ኖርሚ ትበሃል ብዙሕ ኣበላ ክንሪያ ኖርሚ ተስዓን ትሽዓተን ሚእታዊት ወዲቓ ሪኦ ኣለኹም ናይ ቤዝ ሚም ኮይና ሪኦ ኣለኹም ብማርኬት ካብ ክንሪኣ ኢና ካብ ኣርባዓን ክልተን ሚልዮን ሲ ናብ ክንደይ ወሪዳ ናብ ዓሰርተ ሓሙሽተ ሽሕ ማርኬት ካፕ ናብ ዓሰርተ ሓሙሽተ ሽሕ ዳርጋ ሚእቲ ሚእታዊት ወዲቓ ማለት እዩ ኣምቢሊቫብል ደይመኒ ምክንያቱ ኣርባዓን ክልተን ሚልዮን ዶላር ሓቂቑ ማለት እዩ ጌርኩም ትረድዎ እጂ ግን ያ ሎሚ ድገዝኡ ናይ ሰቐን እዮም ወዲቓ እሞ ክትስያ ትኽእል ኢሎም ድገዝኡ ክህልው እዮም ያ

ያኮ ይርኤ ቀጸሊ ያ ፕሮሚሲን ቶክን እያ ትመስል እቲ ዋና እውን ኣብ ዩቱብ ብዙሕ ግዜ ዝዛረበላ ምርዲ በዝሖ እኮ ዝሰርሐ እውን ኣይፍለጡን እዮም ስካመር ስለ ዝኾኑ እሱ ግን ያ ፅቡቅ ኣብዴት ገብረላ ኣነ ከዓ ምኦ ኦኬ ምናልባሽ ክትስእ ትኽእል እያ እንተዳሱ ፍሉጥ ኮይኑ ገለ ኢለ ሕጂ ሪኦ ኣለኹም ከምዚ ዓይነት ኣካይዳ ትኸይድ ዘላ ከምዚ ናይ ወይ ከምዚ ክትብል እያ ወይ እውን ከምዚ ክትብል እያ ካብ ሓደ እዩ ተጫንስ ካብ ሓደ እዩ ስለዚ ያ ከምዚ ጌርካ ክትሪኦ ትኽእል ኢኻ ዝተፈላለዩ ዘሎ ንኣብነት ካልእ ወይ ከልቢ ኣይ ቲንክ ከልቢ እዩ ሚቺ ከልቢ ዲድሙ በዓል ፈልጥ ግን እዚኣ እውን ደሓን እያ ኣሚን እጅ ቆረ ፕራይስ መይቱ በርካ ደምርያ ነይረ ዝኾላ ግን መይታታ ፕራይስ ግን ሁኖስ ትፍለጥ የለን ካበይ መፅያ ናበይ ከይዳ ስማ እዩ ነይሩ ግን ሕጂ ኣብቲ እዛ ተኣፋፍና እንታይ ሽሙ ዞን እያ ዘላ ካልኦም ክትሪእዎ ዝኽእሉ ቢሮ ብመዓልቲ ቆቁርብ ክሪኦኩም እየ ሳንቲም እዚ ዳርጋ ሰለስ ዳርጋ ክልተ ስሳ ሚልዮን ማርኬት ካፕ ኣሎ እንትሪኦ ኣለኹም ማርኬት ካፕ ሓይሽቲ ዋጋ ልክዖ You already, I think, support ናታ ብዝደሉ መስለ support ናታ ኣብ ዘሎ ይመሰላ በዚ ታሽሙ ዝኾን ሰሊቴሽን ማለት እዩ ያ ኣብዚ ኤሪያ እዚ ክትገዝእ ደሓን እዩ ያ ስለዚ ያ ርኩሰይ ይብልኩም ኣለኹ ሂንቲ ይበኩም ኣለኹ ከመይ ከም ዝመስል ንኣብነት ያ ዊሽሊስ ምስ ክትገብሩ ትኽእሉ ኢኹም ሽዑ እንተ ክትገዝኦ ኣደሊኹም እንተ ፈቲኹማ ንኣብነት እዚኣ ዘይኮነስ ዋላ ካልእ ሳነት ሓደስ ትስራሓ እንተ ሽሙ ሩግት ከይኮና ወይ ከምዚ ሴል ከይገብርኹም ኣቐዲሞም ገዚኦም ስንዓኹም እንታይ ምኾ ይገብርኹም ነቲ ሩግ ብኸመይ ትፈልጥወን ኣላ ኣብ ናይ ሶላና እንታይ ሽሙ ግጋለኹ ኣኻል መዓት ወዲያኩም እየ እዛ ኢንተረስ ዝኾንኩም መክኹም ትፅሓፍለይ ኩሉ ከሪኦኩም መትነ ዝገብረ ማለት እዩ ግን ያ እዚ ዝፅሑፍ ኾንኩም ኣነ እውን ትፈልጥዎ ኢለ ዝኣምን ስለዚ እዚ ቅትቤ እዚ ጠለቕ ኢልና ክንፈልጦ እንደለና እንተልኩም ፀሓፍ ከ ኖርማል ቪድዮ ክሰርሓልኩም ከምዛ ናይ ሕጂ ዓሰርተ ደቂቕ ወላ ሓንቲ ግዜ ዝበልዕን እያ ካበይ ናይ ሳንቲም ጌትካ ሳይት ኾኖ ካበይ ናብ ቤት ሃገር ገንዘብ ብኸመይ ናብት ምፅእ ኩሉ ክእለኩም ይኽእል እዩ ፀገም የብሉን ኣድረስ ኣብቲ ናበኩም ኣብዚ ኮፒ ትብሎ ኢኹም ያ ከምዚ ጌርካ ትገዝእ ቀሊል እዩ ኩሉ ያፍልጦ እዩ ኮይኑ ስለዚ ያ ካብቲ ናተይ ጌጋ ንስኹም ከዓ ትመሃሩ እዳ ንስኹም እንዳሓሽኩም ኮይንኩም ካባይ ከዓ ከምዚ ከምዚ ጌጋ ኣለ ካበይ ከም ዝግበር ብሉኒ ንሃሮኹም ክመሃር ያ ተመሃርካይ ስለዚ እዚኣ ትመስል ስክሪን ከቕርብ ህስስ ኢሉ